ስመይ ቐሺ ወልደኪዳን ማርሻ እየ ዝብሃል። ዝመፃእኹሉ ቦታ ካብ ወረዳ ቀፍታ ሑመራ ጣብያ ትርካን ቤተክርስትያን ቅዱስ ገብርኤል እየ መፅየ። ያው እዚ ቤተ ምህርቲ እዚ ሓላፍነተይ ናይዚ ዝተፈናቀለ ሕብረተሰብ መተሓባበሪ ወይ መቦንበረ እየ ዝሰርሕ። ብዝኾነ ሓሳበይ ከቕርብ ከለኹ ያው ኣብዚ ቤት ትምህርቲ እዚ ካብ ንኣትው ካብ ክየማ ኣፃና ክንመፅእ ከለና ብዙሕ ተጓንፎ የጋጢምና ብዙሕ ፀገማት በፂሖምና እዮም ነቶም ፀገማት ሰም ሰጊርና ኢና ኣብዚ በፂሕና ማለት እዩ ያው እቶም ፀገማት ዝርዝር ብዝበለ መልክዑ ክንቕርቦም ከለና ከቢድ ነይሩ። በተለይ ናይ ምዕራብ ጉዳይ ከቢድ ነይሩ። ቃፀሎ ሓዊ ነይሩ። ሰብ ይሕረድ ነይሩ፣ ሰብ ይቕተል ነይሩ፣ ንብረቱ ይዝረፍ ነይሩ፣ ከፍቱ ይውረራ ነይረን። ብጠራራ ፀሓይ ፀሓይ ብቐትሩ ኣብ ኣስባልቲ ሰብ ይሕረድ ነይሩ ማለት እዩ። ስለዚ ንመጀመርያ ግዜ እቲ ሕብረተሰብ እዚ ዝረኣየ ደንጊጹ ወጺኡ እዩ። ኣነ ግን እስካብ ጥሪ ዕስራይ ሸውዓተይ ኣብኡ ጸኒሐ እየ። ኣብኡ ክጸንሕ ከለኹ ግን ዝበዝሕ ዝጸናሕኩሎም ኣዋርሕ ኣብ ቤተ ክርስቲያን እየ ደቂጸ ኣሕሊፈዮ ማለት እዩ። ኣብኡ እውን ብዙሕ ፈተናታት ነይሮም። ድሓር ሕሹ ተባሂሉ ናብ ገዛይ ወሪደ ድማ ያው ገዛይ ለይቲ ሰዓት ዕለት ዕስራይ ሸውዓተይ ሓምሻ ወርሒ ሰዓት ሓሙሽተ ኣከባቢ ናይ ለይቲ ናብ ገዛይ ቡምባ ደብርዮም ያው ብዙሕ ጸገማት በጺሕኒ ኣብ ገዛይ ብዝኾነ ንዚ ምስ ረእኹ ግን ዕለት 28 ተበጊሰ መጽኤ እየ ያው ክንመጽእ ከለና መንገዲ መንገዲ እውን ብዙሕ ፈተናታት ነይርዎ ብዚ ጎንደር ዜርና ኢና መፂና ብወልዲያ ኢና ኣቲና ብዙሕ ተፍትሽ ብዙሕ ፀገማት ብዙሕ ምንግልታዕ ነይርዎ ብዝኾነ እግዚኣብሔር መስገን ኣቲና ናብዚ ናብ ሕብረተሰብና ናብቲ ዝተቀደሰ ህዝቢ ህይወት ዘይውድእ ህዝቢ እሞ ሸማት እናሃለወ ከም ሓረስታይ ኣብ ክራ ገዛ እናነበረ ዝሃለወ እንታ ዘላቶ ኣካፊሉ ዝህብ ህዝቢ ናብዚ ኣትዩና ያው ብልበለጸ ብልበለጸ ድማ ቅዱስ ጨርቆስ ቅዱስ ቤተ ክርስቲያን ብናይ ተምሃሮ ሰንበት ኣቢላ ዝገበረልና ውለታ ብእግዚኣብሔር ዘንድ ዝምለስ እንተዘይኮይኑ በስተቀር ብናይ ሰብ ሓይሊ ወይ ብናይ ሰብ ዓቕሚ ዝምለስ ኣይኮነን ማለት እዩ። ስለዚ ካብ ንመጽእ ጀሚሩ ኣብ ዕለት ሓሙሽተ፣ ሻድሻይ ወርሒ የካቲት ኢና ኣብ ቤት ትምህርቲ እዚ ኣቲና። ካብ ንኣቱ ጀሚሩ እስካብ ሕዚ ካብ ሰንበት ትምሃሮ እናዞሩ ገዛ ልገዛ እናዞሩ በቢ ቀጠኑ ወይ በቢ እንታይ ስምኡ እናዘሩ ካብ ሕብረተሰብ እናሰባሰቡ ክዳንና፣ ጫማና፣ መንፀፍና፣ ፍርናሽና፣ ምግብና ምግብና ካብ ሕብረተሰብ ተጋጊሩ ዝመፅ እንጀራ እዩ ዝምገብ ዘሎ እዚ ዝኒኦ ሕብረተሰብ። ባዕሎም እዚ ዝጋግረሉ ወይ ድማ ኣብዚ ካብ መንግስቲ ዝተሓገዞ ሓገዝ ጥሒኖ ሰንኪቱ ዝበልዖ ነገር የብሉን። ሓንቲ ግዜ እዩ ተዋሂቡ ነይሩ ተዋሂቡ ነይሩ እዛ ናይ ስርናይ ትብል እሳ እውን ኩሉ ኣይረኸበን። እቲ ዝኣተወ ኣብዚ ቤት ትምህርቲ እዚ ሓደ ሽሕን ኣርባዕተ ሚእትን ዕስራን ኣርባዕተን እስትንፋስ ኣሎ ብእስትንፋስ ክንሕባ ክሓስቦ ከለና መርሓ ስድራ ድማ ናብ ሓሙሽተ ሚእቲ ኣከባቢ መርሓ ስድራ ኣሎ። ስለዚ እዚ ህዝቢ እዚ ግን መን ይቅልዎ ኣሎ ዝብል ነገር፣ መን ይኸድኖ ኣሎ ዝብል ነገር፣ መን ምንጻፍ ይኸዮ ኣሎ ዝብል ነገር ካብ ዝነኣሰ እስካብ ዝዓበየ ህዝቢ መቐለ ብጠቕላላ እንትንብል ብቐረባ ድማ ዓይደርን ኣከባቢኣን ቅድስት ቤተክርስትያን ቅዱስ ጨርቆስ ተምሃሮ ሰንበት መተሓባበርትን ብዝበርዎ ምትሕብባር ኢና እንገድ ዘለና እስትንፋስና ንኣርባዕተ ወርሒ ዝኣክል እስካብ ሕዚ ቆይማ ዘላ ሓንቲ ኣዶ ተንኣሰ ኣርባዕተ ሓሙሽተ ቆልዑ ዝሓዘት እያ ስለዚ ኣብ ስሚንቶ እያ ትድቅስ ነይራ ናብ ፍርናሽ ክድቅስ ዝገብረ ተምሃሮ ሰንበት እዚ እዩ ወይ ድማ እዛ ቤተክርስትያን እዚኣ እያ ስለዚ ዘም ኣርባዕተ ሓሙሽተ ሒዛ እውን ዝብላዕ ኣይነበራን እስካብ ሕዚ ከም ዝሓረሰ ዘብዚ ዝኣተወ ህዝቢ ከም ዝሓረሰ ማለት እዩ። ጻዕዳ ጣፍ እዩ ዝቅለብ ዘሎ። እዚ እውን ተምሃሮ ሰንበትን ቅድስት ቤተ ክርስቲያን ቅዱስ ጨርቆስን ጠቕላላ ህዝቢ መቐለን ብዝገብርዎ ዘለዉ ምትሕብባር እዩ። እዚ ድማ ብጣዕሚ ከየመስገና ኣይንሓልፍን።